ኣጎር ሻምፖ ኮንዲሽነር ደሊኻ ዘይትረኽበሉ ኣበር ቀዳማይ ምርጫ ዓሚል ክትፈልጡ ብቐሊሉ ኣጎር ኮንዲሽነር ሻምፖ ካብ ሎሚ ተጠቀሙ ኣጎር ኣብ ኢንግላንድ ዝፈሪ ኮይኑ ከተከፋፍሉ ንእትደልዩ ድኳናት ብቐጥታ በዚ ዝስዕብ ተሌፎንና ከምኡ እውን ኣብ ዌብሳይትና ኣብ ኣፕሊኬሽንና ኣቲኹም ሎም ኣዝዙ ኣጎር ናይ ፅባቐ ዋሕስ ኣጎር ናራል ቢትፉል ዩ
ከመይ ቀኒኹም ክብራት ተዓዘብቲ ጃያትሩዝ ኢንተርተይመንት ሎሚ ከኣ እምበኣር ምስ ሶሊ ናብ ካልእ ገዛ ገሽና ኣለና መደብ ካምፓላሸው ሎሚ ናይ ሎሚ ዕድምትና እምበኣር ወይ ዓዲማትና ዘላ ገዝኣ ሰኑ ሓፍትና እያ ሰኑ ከመይ ቀኒኹም? እግዚኣብሔር ይመስገን ገሌ ሓወይ ጸሉ ከመይ ቀኒኹም? ጽቡቕ ኣምላኽ ይመስገን።
ናፊቕናኩም እኮ ገዛ መጺና ኣይ ምስ ከማነ። ዝኾነ ሻይ ጸኒሕክና ኣዎ not at all እንዳ- እንታይ ደኣ እኔ ኮካ ገለ የላን እዚኣ ፍሩት ሳለድ ኣናናስ ፓፓዮ ካብዚ ዝበለጽ ሲ መግቢ የለን የለን እዎ ማንጎ ናይ ዩጋንዳ ኣን ማይ ፅሩይካ ማይ ፅሪካ እዋ፣ ናይ ጥዕና ናይ ጥዕና እዋ፣ ሕራይ ሰኑ ሎሚ እስከ ደሓን ከም ኖርማል ዕላል ኢና መፂና ዘለና ክንፃወት እ፣ ከምቲ ዝሓለፈ ብዙሕ መደባት ጌርና ነርና ኣርባዕተ ክፋላት ሰለስተ ክፋላት ከይዱ ነይሩ ሎሚ ከዓ ዳርጋ ከምኡ ኢና ክንቅፅል ማለት እዩ ብዙሕ ሰብ ፈትይዎ ኣሎ እዚ መደብ እ፣ ስለዚ ካብ ፈተወስ ንሕና ውን ጽቡቅ ጌርና ክንቅጽለሉ ዘይንኽእል ስለምንታይ ገለ ኢልና ኢና ሎሚ ከኣ ኣብ ሓዳር ናይ ሓዳር ናይ ሓዳር ኣብ ሓዳር ኣተኪርና ክንዛረብ ኢና ሎሚ ስለዚ ከም መጀመርያ ሕቶ ክኾነና እስከ ሓዳር ኣብ ኩሉ ዓለም ዶ ንበሎ ዋላስ ናይ ኤሮጳ ጸቂጥና ንዛ
ኣብ ኩሉ ዓለም ኣብ ኩሉ ዓለም ኣብ ኩሉ ዳርጋ ሓደ ኮይኑ ኢሎም እስከ ቅድሚ ናብ ሓዳር ምእታውካ ክትገብሮ ዘለካ ነገራት ኣሎ ድዩ? እንታይ ከ ክኸውን ዘለዎ?
እዋይ እዚኣ ደኣ እሞ ኣነ ሲ ፐርፌክሽኒስት እየ ዝበሃል ኩሉ ሻዕ ሰምታይምስ ከማን እዚ ኦሲዲ ኣለኪ እየ ዝበሃል ዝኾነት ነገር ዋላ ከፅርይ ከለኹ ዋላ ከም ስርዓት ኩላ ፈናጢሐ እየ ዘጽሪ ሶ ን- ንሓደ ሰብ ፍርቂ ሰዓት ዝወሰደሉ ንዓይ ክልተ ሰዓት ክወስደለይ እዛ ሕቶ እዚኣ ከኣሲ ሎደድ እያ ብጣዕሚ because ምስዚ ኩነታት ዘለናዮ ኣብዛ ዓለም ሎሚ ከመይ ክንጅምር ከመይ ክኾን ኣለዎ ቅድሚ ሓዳር ድሕር ኢልናስ ኣብ ኣተዓባብ- ኣብ ኣተዓባብያ ቁልዑት ኢና ክንኣቱ ማለት እዩ because ኩሉ እዩ ፋሕ ኢሉ ዘሎ ካብ ሰረቱ ክጅምር ኣለዎ ማለት ያ ካብ መሰረቱ ኣብ ናይ ተዓባብያ ቆልዑት you know ሕጂ ኣይነይቲ እያ ትመጽእ ተንቆቆሖ ድያ ተደርሆ ዓይነት ሕቶ እንድያ so ድሕር ናብ ሓዳር ሓዳር እዩ ንቆልዑት ዘምጽሞ ናብቲ ናይ ሓዳር ክንኣቱ ዲና ንብል ወላስ ኣብቲ ተዓባብያና ኣብዚ ጀነሬሽን ዘሎ ስፔሻሊ ቅድሚ ሕጂ እኮ ኩሉ ዕላልና እንታይ ኢና ነርና ናይ ኣዴታትና ናይ ኣቦታትና ኢልና ነርና ናቶም ሽግር ኣይነበሮምን እቲ ዝበዝሕ ሽግር ሕጂ ኣብቲ ሓደ እዚ ጀነሬሽን ዘሎ ማለት እዩ ኣትሊስት ኣብዚ ሰላሳ ዓመት ኣብዚ ኣርባዓ ዓመት ዘሎ እዚ ኣብ ኣተዓባብያ ብጣዕሚ ብጣዕሚ ተወፂዕና ዝብል ብዙሓትና ኣብ ስደት ኣለና ኣብ በዓል ኢሮጳ ኣሜሪካ ካናዳ ገለ ክትከይድ ኮለካ ከኣ እቶም ቆልዑት ከኣ ናትካ ኣይኮኑን ናይ መንግስቲ እዮም እንሶ እቲ ሕውስዋስ እዩ ናይ ኩሉ ሕውስዋስ እዮም ዝወስድዎ ዘለዉ እቶም ደቅና ማለት እዩ ሰው እንታይ ክንገብር ኣለና ድሕር ኢልና ቅድም ቅድም እታ ኩሉ ሻዕ ደዛረበላ እያ ሜቢ ኣብዘን ሰለስተ ክፋላት ኣይተዛረብኩላን በት ኣይ ቲንክ ንሕና ከም ኤርትራውያን ክንጥርነፍ ኣለና ተጠርኒፍና ኮሚዩኒቲ ከም ኮሚዩኒቲ ታሽሙ ኮይና ማሕበረኮም ኮይና ድዩ ወላ ናይ ዕቁብ ኮይኑ ድዩ ወላ ናይ ገለ ኮይኑ እዚ ክነተኩረሉ ዘለና ነገር እዩ ኖርማሊ እኮ ሕጂ ብዙሓት ኣብዚ ዓዲ ኖት ሹር ገብራዴን ናይ ዕቁብ ገለ ኣብ በዓል ዓዲ እንግሊዝ ግን ናይ ዕቁብ ኣሎ ዳሕራይ ናይ ማሕበር ኣሎ ናይ ገለ ናይ ኩሉ ናይ ማሕበር ናይ ባሻ ውልዶ ማሕበር ናይ ገለ ናይ ገለ ናይ ገለ ኣሎ እንሰው ድሕር ከምኡ ክንገብር ኮይና እቲ ምብጋሱ ፅቡቅ እንድዩ ግን እንታይ ዓይነት ኣክቲቪቲዝ ንገብር ኣለና ኣብኡ ከ ኣይ ቲንክ ክንሓስበሉ ኣለና ይብል ኣነ ኣውራ ንኣውራ እዚ ናይ ሪሌሽንሽፕስ ንደቅና ከነራኽቦም ከነራኽቦም ጥራሕ ድሕር ኮይናኸ እንታይ እንታይ ንገብረሎም ኣለና ከነዳልዎም ንሓዳር of course ቅድሚ ሕጂ ተዛሪብና ኢና ኣብነታዊ ድሕር ዘይኮንና ኣብ ሓዳርናሲ እንታይ እዩ ክመሓላለፍ ድሕር ኣብ single parenting ዊን ከኣ ስቂልና ንወልድ ኣለና ቆልዑት ንሱ ቀዲሖም እዮም እቶም ቆልዑት ዊን ክገብሩ ዘይኖም ኣይ ዶንት ክምርዓው ኣየድልየንን እዩ እቲ ስስትም ኣይሕግዘካን እዩ እንታይ እዩ መርዓ ማለት ካይተመርዓኹ ብሓንሳእ ክነብር ይኽእል እየ ምስ ሓደ ሰብ ወይ ምስ ሓንቲ ጓል ኣንስተይቲ ወሊድና በቃ ከምዚ ናይ መርዓ ወይ ቃል ኪዳን ዝበሃልሲ ዳርጋ ድሑር ዝኾነ ኣተሓሳስ ከምዚ መርዓ ክትብል ኮለኻስ ንብዙሕ ሰብ ስፔሻሊ ኣብዚ ሓድሽ ጀነሬሽን ዘሎ ከምዚ ናይ ድሑር ዝኾንካ ዓይነት ኣተሓሳስባ እዩ ዘሎ ሶ ሃይልና ኣብቲ ናህና ማሕበራት ንገብሮ ዘለና ኣብቲ ናህና እኩብ ክንኮለና ደሊብረት ኮይና ኮነ ኢልና እዚ ናይ ሓዳር ነገር ክንዛተየሉ ኣለና ቢኮዝ ደቅና እንታይ ክገብሩ ኣለዎም ከመይ ገና ከነዳልዎም ንኽእል ያ ኩሉ ሻዕ እዞም ናይ ሂንዲ ይዛረበልኩም እየ በዓል ዓዲ እንግሊዝ ሲ መዓት እዞም ናይ ባንግላደሺ ኮሚኒቲ ዘለዉ ገለ እዞም ኩሎም ናብቲ ናይ ሳውት ኢስት ኤዥያ ዝበሃሉ ዘለዉ ከመይ ገይሮም እዮም ዝሕዝዎም ዋላ ዩኒቨርሲቲ እንዳተምሃሩ ዩኒቨርሲቲ ይውድኡ ኣለዉ ደቅና ተባሂሉ ኦረዲ ኢላ ንካልኦት ስድራ ይላለዩ እዮም ዘለዉ ያ እጅ ድሕር ድኣ ሶሊ ዩኒቨርሲቲ ለኽ ኮይንኪ ሶሊ ከምዚ ዩኒቨርሲቲ ላ እዚ ከምዚ ከምዚ ትምሃር ኣላ ንፊልሙን ከላልያ እየ ናይ ምስ ፊልሙን ስድራ ሽዑ ናይ ፊልመን ከንታይ ተማሂሩ ከምዚ ከምዚ ከምዚ ዩኒቨርሲቲ ውድእ ምስ ኣበሉ ሽዑ ኣብ ምልላይ ናይ ኮሚታት ይኣትዉ ማለት እዩ። ንሕና ግን ብዙሕ ግዜ ንሱ ጥራሕ ኣይንሓስበሉን ኢና። ከም ዕድልካ ዓይነት እዩ ዘሎ። ዳሕራይ ግን ኣብ ናይ ደቅና ጠፊኦም ደቅና ደይ ባህሎም ምርዓው ኣለዉ ደይ ገለገለገለገለ በሃል ኣሎ ግን ልክዕ ከምቶም ሂንዳውያን ኣብቲ ማሕበሮ ኮም ናታቶም ደቅና ሕጂ ወዲኦም ኣለዉ ትምህርቲ ንመን ንመን ንመን ክነለልዮም ኢና ብሓይሊ ተመርዓው ኣይኮነን ከምዚ ኣሬንጅድ ማሬጅ ኣይኮና ንብል ዘለና ግን እቶም ስድራ እቶም ኮሚኒቲ ኦረዲ ይሓስብሉ ኣለዉ ያ ትምህርቲ ወዲኡ ኣሎ ሕጂ ዝቆልዓ ወይ ጓለይ ወለያ ዶ ከመይ ጌርና ኢና ክነላልዮም ሶ ድሕር ድኣ እቲ ባይታ ኣንጺፍናሎም ድሕር ደይ ጸናሕና ካበይ ኣምጺኦም ድኣ እሞ ዋላ ነቲ ትምህርቲ ሕጂ ትምህርቲ ከድልየና እዩ ከመይ ጌርካ ዴቲንግ ትገብር ከመይ ጌርካ ንሓንቲ ጓል ኣንስተይቲ ናይ እቲ ኤክስፐክቴሽንስ እውን ትፅቢት ኣብ ሓዳር እንታይ እዩ ክትብል ንክትምህሮም ሲ ባይታ ከድልየካ ማለት እዩ ሶ ብኸመይ ድሕሪለ በታ ዝቐለለት ሕጂ ኣለና እናቱ ሰብ እከብ ኣሎ ክንሓስበሉ ግን ኣለና ክነመሓላልፎ እዚ ነገር ዲያ ቲንግ ከዓኒ ካልእ ከዓኒ መብዛሕትኡ ኣባና ደቅና ክራኸቡ ከለዎ ኣብ ዝኾነ ጣሽሙ ውራይ ካዝንካ እዩ ኮዚ ወዲ ሓትና ከ እኮ ዘይኮነ በቃ ኣሕዋት ኢኻ ኣሕዋት ኢኻ ኣሕዋት ኢኻ ትበሃል ሕጂ እቲ ቆልዓ ኣሕዋት ኣሕዋት ኣሕዋት ኢሉ እንዳዓበየ ምስ ከደ ዋላ ይፍተዋ እስኻ ድሕር ንሶሊ ሓፍትኻ እያ ድሕር ትበሃል ኸሪምካሲ ዋላ ክትፈትዋ ተደለኻ እውን ኣይትፈትዋን ኢኻ ከም ሓፍትኻ ኢኻ ትሪእያ ዘለኻ ሶ ኢቨን ንሱ ከማን ክንጥንቀቀሉ ኣለና የስ ከም ኤርትራውያን ኣሕዋት ኢና ባት ናይ ደም ዝምድና ግን የብልናን ገለ ኢልካሲ ኮነ ኢልካ ትምህርትታት ክካየድ ዘለዎ እዩ ትምህርቲ ክብል ከለኹ ከዓ ኣብ ክላስ ኣይኮንካን ኮፍ ኣቢልካ ትምህሮም ዘለካ እንታይ ደኣ እቲ ኩሉ ሻዕ ትገብሮ ዘለካ ኣርያ ኣርኣያ ዋላ ኣብ ክላስ ኮፍ ኢልካ ግን ዋይኖት ሕጂ እዞም እንዳ ንጉሳት ኮኒ ድሕር ደኣኒ ለይዲ ክትከውን ኮንካ ከመይ ጌርካ ኮፍ ትብል እዚ ናይ ኤቲክት ዝበሃል ትምህርቲ ኣሎ ኣብ እንዳ ንጉሳት ናይ ዓዲ እንግሊዝ ሮያል ፋሚሊ ዝበሃል ክትኣቱ ከለኻ ከመይ ጌርካ ኮፍ ክትብል ኣለካ፣ ከመይ ጌርካ ክትዛረብ ኣለካ፣ ከመይ ጌርካ ጠጠው ክትብል ኣለካ፣ ፋርኬታኻ ማንካኻ ከመይ ጌርካ ትሕዝ፣ እዚ ኩሉ ትምህርቲ ተወሲደን እየን ኣብ ኮሚኢታት ደረጃ ዝበፅሓ። ሶ ንሕና ከዓ ሃይልና የስ ዋላ ኣብ ክላስ ሩም ከማን ክትዛረበሉ ኣለካ። ናይ ሕጂ ናይ ሳተርደይ ስኩልስ ኣለዎ መዓት ናይ ቋንቋ ኣደ ዝበሃል ኢቨን ኣብ ኮሚታት ከማን ክተዕልለሉ ትኽእል ኢኻ ዩኖ ግን ክንብገስ ኣለና እቲ ቀንዲ ቀንዲ ከዓ ኣርኣያ ከዓ ክንከውን ኣለና ድሕር ድኣኒ መን እያ ሓንቲ ሓፍትና ብቀዳማይ ይዛረባ ነረሲ ኦይ እሱ ከዓ ናይ ኣምላኽ ገለ ኣብ ስዊድን ኣይ ኣይሓስብዎን እዮም ኖ ኣብ ኖርወይ እዩ እምበረ ኣብ ናይ መርዓ ገለ ከዓኒ ከምዚ ድሑር ሰብ እዮም ዝወስዱኻ ሕጂ ኣበይ ኣለና ልክዕ ከምቶም ናይ ሂንድን ናይቶም ሳውት ኢስት ኤዥን ዝብሎም ዘለኹ እዚ ኢታት ከዓኒ ካብ እቲ ቆልዓ ምስ ተወለደ ክንምህሮ ዘለና እዩ እዚ ግን ኦፍ ኮርስ እቲ ዳሓለፈ ተዛረብናሉ ሰለስተ ክፋል ኣብ ቦትኡ ጌርና እዩ ያ መልሻ ክኸውን ኮለል ኢለኹም
ኢስት ኣፍሪቃ ሓፈሻዊ ሕክምና ኢስት ኣፍሪቃ ሓፈሻዊ ሕክምና ከም መቕጸልታ ዝህቦ ዘሎ ስሩዕን ጽፉፍን ኣገልግሎት ጥዕና ሕብረተሰቡን ዕግበት ዓማዊሉን ቅድሚ ኩሉ ሰሪዑ እነሆ ነታ ኣብ ከተማ ካምፓላ ካባላጋላ ጥራይ ተደኪና ዝነበረት ናይ ጥዕና ኣገልግሎት ትካሉ ዕብየት ብምግባር ኣብ ክልተ ከባቢታት ከተማ ካምፓላ ማለት ኣብ ቡንጋን ካፕሱን ጨንፈራት ከፊቱ ዓማዊሉ ኣብ ምእንጋድ ይርከብ። ኢስት ኣፍሪቃ ሓፈሻዊ ሕክምና ብቋንቋናን ብብሉጻት ደቂ ዜጋታትና ሰብ ሞያ ውሑስን ጽፉፍን ናይ ጥዕና ኣገልግሎት ዝህብ ትካል እዩ።
ደስ ዘብል ብስራት ካብ ትካል ቲኤንዲኤም ካናዳ ሕጂ እውን ብዓይነቱን ጽባቂኡን ጽፈቱን ፍልይ ዝበለ ለየም ዝሰመዮ ሓድሽ መጎጎ ናብ ዕዳጋ ዘርጊሕልኩም ኣሎ። ለየም ብዓይነታን ጽፈታን ዝተፈለየት መጎጎ ኮይና ኣብ ዝደለኹም መዓዲ ክተከፋፍሉ ንእትደልዩ ድኳናት ብዘይ ዝኾነ ጸገም በዚ ዝስዕብ ቴሌፎን ደዊልኩም ኣዚዝኩም ብዝደለኹሞ ብዝሒ ኣብ ዝደለኹም መዓዲ ኣብ ሓጺር ግዜ ክነብጽሓልኩም ንኽእል። ሌም መጎጎ ካብ ትካል ቴንዴም ካናዳ
እዚኣ ክንዛረበላ ዝጸናሕና ብወገን ወለዲ እንዲና ክንዛረብ ጸኒሕና ከም መንእሰያት መጠንከ ከምቲ ኣብ ፍቕሪ ዝጸናሕናዮ ከምኡ ኢልና ጥር ኢልና ዲና ኣብ ሓዳር ክንኣቱ ዘለና ወላስ ክንገብሮ ዝግባኣና ነገራት ኣሎ እዩ
ካልቸር እንዲዩ ባህሊ እዩ እኮ ክኸውን ዳትስ ዋይ እኮ ኮለል ኢለ ክኸውን ዓንቱ እየ እምበር ኣብ ናይ ወለዲ እቶም ናህና ጀነሬሽን ዕብይ ዝበልና ባይታ ክንንፅፍ ኣለና ዝብሎ ዘለኹ እዚ ንስኺ ሕጂ ድሕር ድኣ ክትምርዓዊ ኮይንክስ ዊን ፈቲኽዮ ንሓደስ ጥር ኢልኪ ካብቶም መሓዙትኪ ተፈሊኺ እዎ ኣነሲ ካውንስሊንግ ከድልየኒ ኣሎ ናይ ፕሪማሪቱ ካውንስሊንግ ናይ ገለ ድሕሪ ኢልኪ እተን መሓዙኺ ኣብ ከባቢኺ ዘለዋ እንታይ ዋ ደሓን ድያ ተጸሊላ ድያ ተገዲሽዋ ገለ ክብላኺን ዝነብኣኪ ኣይትረኽብን ኢኺ ነሽ ሕጂ እቲ ካልቸር ወይኒ እቲ ባህሊ ናይ ከምኡ ሲ ንዛትየሉ ኣለና ሕጂ ንጅምሮ ኣለና ባት ክላማመድ ኣለዎ ክኣትው ኣለዎ ብዙሕ ግዜ ኣብዚ ናይ ቤተክርስትያናት እኳ ኣይኖ ፍሹር ኣብ ናይ ካትሊክ ኣብ ናይ ከኒሻ ኩሉ ሻዕ እዚ ናይ ድሕረ ታሽሙ ኮንካ ኣብቲ ቤተክርስትያን ትኸይድ ኮንካ እዚ ፕሪማሪቶ ካንስሊንግ ናይ ምኽሪ ቅድሚ ናይ መርዓ ዝበሃል ኣሎ ኩሉ ሰብ ግን ቤተክርስትያን ኣይኸይድን so ከም መንእሰይ ንስኻትኩም ንኣብነት ሲ ማሕበር ክትገብሩ ኣለኩም ናይ ከምኡ ይብል ኣነ እንተዘይኮነ ኣይሰርሕን እዩ ሓደ ብሓደ ከድካ ከምዚ ክገብር እየ ተሓቢእካ ኢኻ ትኸይድ ዘለኻ ማለት እዩ ግን ሕቡን ኮንካ እዚ ነገር እዚ ንሕና ካብቲ ቅድሜና ዝነበሩ ካብ በዓል ሰናይ ተማሂርና ክንደግሞ የብልናን ኢልኩም ናይ ከምኡ ማሕበር ክትገብሩ ኣለኩም ተረዲእኽን እንታይ ማለት እዩ? ተረዲእኒ ኣሎ። so that እቲ ማሕበርሲ በቃ ኦ ናይ ከምዚ ማሕበር ድዩ ኦኬ እቲ ዝኸይድ ኸይድ በር ኣትሊስት ኮሚዩኒቲ ኣለካ ንከምኡ ዝድገፈካ ዋላ እቲ ሓደ ኦይ እዚኦም ከዓ ተፀሊሎም እዮም መስለኒ ገለ እንተበሉስ ንዓኻ ሰፖርት ዝገብረካስ ኣሎ ማለት እዩ ይኖ ካልኣይ ሎሚ ኣብዚ ናይ እም፣ ብናይ ሳይኮሎጂ እዚ እዚ ናይ ሳይኮመትሪክ ተስቲንግ ዝበሃል ኣሎ። ቀደም ኣቦታትና እንድዮም ዘማጽኡልና፣ መሪጾም እዮም ከኣ ዘማጽኡልና ነይሮም። መልሲ ሕጂ ደኣ ከምቲ ኣሽሙ ድሑር ዓይነት ባህሊ ርኢናዮ ንኸውን እምበር በቲ ናይ ሎሚ ዘበን ክፍለ ዘመን ዘሎ ከኣኒ ብዙሕ ነገራት ኣሎ። ብቲ ማሕበር ምስ ጀመርካዮ ምስ መስረትካዮ ናይ እቲ ፐርሰናሊቲ ናትካ ባህርያት ናትካ ምስ እኸይድ ድዩ ኣይከይድን ድዩ እቲ ናትካ ቫልዩስ ዝበሃል ከኣ ግን እዙይ ኣብ ማሕበር ምስ መስረትካዮ እዩ ዝኾን ይኖ ሽዑ በብዓይነቱ ሞያውያን ኣምፂኻ ውን ክሕጉዝኻ ክእሉ እዮም ማለት እዩ። ኣብኡ ከኣ ኩሉ እዚ ንብሎ ዘለና ከኣ ክትመሃር ትኽእል ኢኻ because already ማሕበር ኮንካ ስለ ዘለኻ ብዙሕ ትምህርትታት ውን ከተምጽእ ትኽእል ኢኻ ማለት እዩ። ከምኡ ኣጋጣሚታት ዘይረኽብሉ እንተኾይኖም ከ ንኣብነት ሕጂ ኣብ ዝኾነ ሃገር ዋላ ኣብ ኤሮጳ ዘለዉ ንበሎም ከም ኣብነት ማለት እዩ ዝኾነ ምኽሪ ክህቦም ካውንስሊንግ ክህቦም ዝኽእል ሰብ ዘይብሉ ኣጋጣሚታት ተኾይኑ ግድን በቲ ካውንስሊንግ ጥራይ ድዩ ክፍታሕ ዘለዎ?
ደፍነትሊ ብካንስሊንግ ኣነ ሕጂ ምሽ መዓት ህዝቢ ድውል ኣሎ መዓት ህዝቢ ኣይክእሉን እየ ዘለኹ እቲ በዚሑ ናቱ ኮፍ ኢለ ንዕኡ ጥራሕ ከድህብ ድሕር ኮይነ ግን ያ ግን ንሓደ ሰብ ክልተ ሰለስተ ሰዓት ይሕዘካ ዋይ ሓውየ እኳ እብለካ ዩኖ ሶ ኣብ ስትረስ ድሕር ኣለኻ እቲ ምዝራብ እዞም ቴራፒስት ናይ ኤሮጳን ኣሜሪካን እኮ እንታይ ድም ዝገብሩ ትቕ ኢሎም እዮም ዝሰምዑካ እኮ ሚእቲ ዶላርካ ከፊልካ ትኸይድ ሽም you know ብዙሕ ዘረባ ይዛርብኒ ሶ ኣብቲ ምዝራብ ነቲ ስትረስ ናትካ ይፈኩሰካ እዩ ካብቲ ስትረስ ምስ ዘልገስካ ከዓኒ ዋላ እቲ ካብዚ ናይ ጃዮ ሕጂ ሰሚዖም ድዮም ወይ ገለ ክትቐስም ኢኻ ድሕር ደሊኻ ማለት እዩ ግን ኣነ እንታይ ምበልኩ ሎም መዓንቲ ዘይብገስ ንምንታይ ከ ከም መንእሰይ መጠን ማሕበር ናይ ሲንግል ጣሽሙ ክንገብር ኢና ከዘይበሃል ሕጂ ሕጂ ድሕር ሰሚዕናስ ሕጂ ሕጂ ዘይንገዝ ኣነ ከመይ እየ ዝገብር ናይ ግዜ ዳትስዋይ ኣበይ ተርክብሉ ዝኩሉ ዝብለኒ ሰብ ግዜ ኣይወስድኒ ግን ሓንቲ ኢድካ ኣይተጣቕዕን እዩ በታ ናተይ ጣሽሜ ሕጂ በዓል ዓዲ እንግሊዝ ብዙሕ ግዜ ማሕበረ ኮም ድልየና እዩ ሆል ድልየና እዩ ክንዲ ዝድልየና እዩ ስቕ ኢለ ሰምዕ ዳሕራይ ግን ዎይ ድሕሪ ንከምዚ ተጸብየ ኣይከ ኣይከድምዕን እየ ኣብ ገዛይ ኮይነ ከ ዘይገብሮ ገዛይ ከፊተ በቃ ገዛይ ማሕበረኩም እዩ ዩና እንሶ ኣብ ዘዘለናዮ ስፔሻሊ በዚ ሎሚ እዚ ናይ ቴክኖሎጂ ዘለና ሲ ክንጅምሮ ንኽእል ኢና ዋላ ከማን ምክሪ ንሓደ ሰብ ሕጂ ድሕር ኣነ ፉል ታይም ንዚኣ ሒዚያ ንኣብነትዚ ደው ኢሎም ከምዚ ከምዚ እንታይ መስለኪ ገለ ክብሉ ከለውስ ኦኬ ኩስዒተይ ከዓ ንሓደ ንሓደ ንሓደ ከዓ ክትሕግዝ ትኽእል ኢኻ
ሕጂ ኣብኡ ከላ ክትመስለለይ ዝደለኹያ ኣብ መብዛሕትኡ እዚ መንእሰይ ናትና ኣብዚ ናትና ዕድመ ዝርከብ ብፍላይ ኣብ ኤሮጳ ዋላ ክንብሎ ዋላ ኣብዚ ኣብዚ ዘሎ ፍቅሪ ኢሉ ይጅምር እዩ ፍቅሪ ተረዲእክኒ ሕጂ ኣብ ፍቅሪ ከሎ ብጣዕሚ ጽቡቅ ከም ዘሎ ይርድኦ ኣብታ ሓዳር ትበሃል ምስ ኣተወ ግን እንታይ ስለ ዘጉደለ እዩ ቀልጢፉ ናብ ባእሲ ወይ ናብ ፍትሕ ዝኣቱ እሞ ከኣ ኣዝዮም ብፍቅሪ ዝጀምሩ ሰባት
you know ቅድሚ ሕጂ ኣይ ቲንክ ኣብታ መጀመርታ ክፋል ፍቅሪ ሲ ላቭ ፍቅሪ ንሓዳር ኣይካይድን እዩ ከመይ ንርኣያ መሲልኩም ንሓደ ዓሳ ክትገፍፍ ንሓደ ዓሳ ክትሕዝ ደሊኻ እንታይ ትገብር ኣብታ ገመድ ንእሽተይ ስጋ ወይ ንእሽተይ ሓሰኻ ትገብር እያ መስሓቢት ነታ ዓሳ እያ እቲ ዓሳ ምስ ሓዝካዮ ግን ናይታ ንእሽተይ ስጋ ወይ ንታ ሽሞ ኣይትሓስበላን ኢኻ ሕጂ ብዓቢኡ ንታ ዓሳ እንታይ ክገብሮ ሕጂ ክሸጦ ደ እቲ ረኽ ፍለት ደ ክገብሮ ክበልዖ ደ ኣብቲ ጣሽሙ ኢኻ ዘለኻ ሒዝካ ነታ ዓሳ ንኣብነት ግን ድሕር ደኣኒ ኣጀንዳ ደይ ነበረካ ኮይኑ ኣለዉ ናይ ፋን ዝኾነ ፊሽንግ ስፖርት ዝበሃል ንታ ዓሳ ሕዝ ኣቢሎም እንደገና ኣይድርብዎ ናብቲ ናብቲ ባሕሪ እዚ ንጣሽሙ ጥራይ ንክስሕቁሉ ጥራይ እዩ ኦኬ ድሕር ሲሪየስ ዓሳ ገፋፊ ኮንካ ግን ኣጀንዳ ኣለካ ኦኬ ነዚ ዓሳ ምስ ሓዝክዎ እዚ ዊን ክሸጦ እየ ዊን ከዓኒ ካብኡ ከዓ ክበልዐ ግን ድሕር መቲርካ ዘይትኽእሎ ኮንካ ነቲ ዓሳ ዊን ኣሻይጣ ድሕር ዘይትኽእሎ ኮንካ ዊን ቢዝነስ ናቱ ድሕር ዘይትፈልጦ ኮንካስ እቲ ዓሳ ምስ ገፈፍካዮስ ኣብኡ ክምሽምሽ እዩ and I think it's the same ናይ ሓዳር ቃኒ እቲ ፍቕሪ እዚ
እወ እቲ ፍቕሪ መስሓቢ እዩ ያ እዚኣ ደስ ኢልሃኒ እዚ ደስ ኢሉኒ ኦኬ ንመስሓቢ እዩ
ሽዑ ኣብ ሓዳር ክትኣተዋላስ ካልእ ስትራተጂ ትጥቀም ማለት ካልእ ስትራተጂ ዋ ከምቲ ዓሳ ክህልወካ ኣለዎ ኣብቲ እምሮኻ ነቲ ዓሳ ክትሕዞ ከለኻስ ክበልዓ እቲ ዓሳ መቲረ ክበልዐ ካራ ድሕር ተጠቒምካ ዘይትኽእል ኮንካ ወይን ከዓኒ እንታይ ዓይነት ዓሳ እዩ ገለ ኢልካ ነቲ ቆልዓ ደቅኻ ድሕር ኣለውካ ኮይኖም ድሕር ድኣኒ እልፊ ዕፅምቲ ክትበልዖ ኮንካ ዘመት እዩ ላይክ ዩ ዲዛስተር እዩ እንሶ እቲ ፍቕሪ ንብሎ ፊሊንግ እዩ ሆርሞን እዩ። ኤንዶርፊንስ ዝበሃል ኦክሲቶሲን ዝበሃል እቲ በቃ ዋላ ኩሉ ነገር ኬሚካል እዩ ያ ኣብቲ ውሽጥኻ ኣትዩ ልክዕ ከም ኬሚካል እዩ ዘብለካ ሽዑ ግን ምስ ለመድካዮ ነቲ ሰብ ገለመለ እቲ ኬሚካል ከዓ እንዳ ጎደለ ከይድ ሽዑ ኣሚን ላቭ ኣም ኣውት ኦፍ ላቭ ገለመለ ክትብል ትጅምር ከካይደካ ኣይክእልን እዩ ንሱ ያ ሶ ሓዳር ክትብል ኮለኻስ ተዳሊኻ ክትፀንሕ ኣለካ ሶዳት እቲ ብድሆታት ድዩ እቲ ቻለንጀስ ዝመፅእ ድዩ ኦኬ ከምዚ ከምዚ ክገብር ኣለኒ እዚ ከምዚ ማለት እዩ ብስምዒት ክሪኦ የብለይን ገለ ክትብል ጅዳት ስባ ኣብቲ ተዓባብያ ቆልዑት ዝብሎ ዘለኹ ዊን ከማን ኣብ ተዓባብያ ቆልዑት ሎሚ ስለ ከምኡ ክንመሃር ስለ ዘለና እዩ ኣብ ባህልና ግን ወይ ኣብቲ ናይ ቀደም ግን ወለድና እታ ጓል ከመይ ገራ ኣዲኣ ንሓዳር ከም ትዳለው ትገብራ ብንእሽትኣ ጸብሒ ከም ትሰርሕ መጎጎ ከም እንጀራ ከም ትስንክት ገለ መለስ ኦረዲ ትዳለው ኣላ እቲ ወዲ ከኣኒ ኣቦኡ ሓረስታይ ድሕር ኮይኑ ከዓ ናብቲ ሕርሻ ይወስዶ ይምህሮ ገለ መለ ምሽ ኣሎ እንሶ ኣብ ክላስ ኣይኮነን ኮፍ ኢሎም ዝምህርዎም ነይሮም ሎሚ ግን የለን ናይ ከምኡ ትምህርቲ and so yeah ካይ ካይ ፈተና of course ምስቲ ሆርሞንስ ምስቲ ተኣሽሙ እቲ ሰክሹ ናይ ናይ ሰክስ ረዲ ኣለና ዓለም ከዓ ንከምኡ ከዓ ዳልያና ኣላ ጀስት ኦኬ ደሓን ከይትመርዓኹም ሰክስ ግበሩ ጀስት ተጠንቀቑ ኮንዶም ተጠቐሙ ገለ ገለ ይብሉካ ኣለዉ እቲ ናይ መንፈሳውን እቲ ናይ ስነ ኣእምራውን እቲ ናይ ኩሉ ኩሉ ዘካይደካ ኣብ መርዓ ግን የለን ኣንለስ የለን ጀነራሊ ኣንለስ ኦፍ ኮርስ ከምዚ ዝበልኩም ናይ ቤተክርስትያናት ገሊኡ ገሊኡ ኣሎ ናይ ከምኡ ምኽሪ ማለት እዩ ኣበይ ሰኑ እቲ ክንዳለዎ ዘለና እንታይ እዩ ቅድሚ ሓዳር ክንዳሎ ክንክእል ኣለና ክትብልና ፀኒሕኪ እቲ ክንዳለወሉ ዘለና እንታይ ኢና ክንዳሎ ዘለና
ክትዳለው ከትደልዪ ዲኺ ኮይት ሕቶ ሓዳር ክትገብር ትኹንካ ግድን ክትዳሎ ኣለካ
ብዙሕ ሰብ ግን እስ ይፈልጥ እዩ ዘሎ በቲ ፍቕሪ እዩ ዲክቴትድ ዝኸውን ዘሎ ፍቕሪ ሒዝኒ ፍቕሪ ሒዝኒ ማለት ሲ ኦኬ ሬዲ ኣለኹ ማለት እዮም እዚኣ ምርዓው እዩ ዘሎ ናትዋይ እቲ ማሕበረ ኮም እቲ ኩሉ ኩሉ ዝብሎ ዘለኹ ደሊብረት ኣብዚ ናህና ትምህርቲ እዚ ናይ ሞንትሶሪ ሲ እንታይ ኢና ንብል እዚ ፊሎሶፊ ናይ ኣመሃህራ ቆልዑት ብጣዕሚ ፍሉይ እዩ ካብቲ ንፈልጦ ሕጂ እቲ ቆልዓ ንብሎ ድሉው እዩ ዘሎ ዋላ ከማን ቅድሚ ምምፅኡ ናብ ዓለም ኣብ ማህፀን ኣዲኡ እግዚኣብሄር ወላ ኔቸር ወላ ኩሉ በልዎ ማህፀን ናይ ኣደስ ድሉ ከም ዘሎ እዩ ኣዳልይዎ So እቲ ፍቅሪ ድዩ እቲ ገለ ንብሎ ዘለና ጽቡቅ ገይሩ ሰብኣይን ሰበይትን ብሓንሳእ ምስ ኣበሉ እቲ ሰብኣይ ወይ እቲ ሰበይቲ ኣይሓስብን እዩ ውይ ሕጂ ከመይ ዝጠንስ ዘሎ እቲ ቆልዓ ውይ እቲ ናቱ ወሃዮታት ከመይ እዩ ዲቫይድ ዝገብር ዘሎ ውይ ሕጂ ዓይኑ በቁል ኣሎ ውይ ሕጂ ኣይንብልን ኢና ዋይ ውሽጡ ውሽጢ እደ ማህፀና ድሉው ስለ ዘሎ እታ ሓንቲ ኣደ ክትገብር ዘለዎ ኣፍኮርስ ክጥንቀቅ ኣለዋ እንታይ ትበልዕ እንታይ ትሰቲ እቲ ስትረስ ለቨል ዝምበር ካልእ ድሉው እዩ ዘሎ ኦኬ እንሰው እቲ ቆልዓ ምስ ተወለደ ከ ሞንተሶሪ ሕጂ ስፒሪቹል ኤምብሪዮ ትብሎ ልክዕ ከምቲ ኣብ ማህፀን ከሎ ተዳልዩ ዝፀንሖ ሲ ኣብ ደገ ከነዳልወሉ ኣሎና ዲና ምስ ተወለደት ዋላ ያ ኦፍ ኮርስ ንእሽተይ ዓራት ነዳሉ ከጥቡብ ደ ትቸቶ ደ ክህብ ገለገለ እዚ ንገብር ኢና ካብኡ ንላዕሊ ግን እቲ ፕሪፓርድ ኢንቫይሮንመንት ንብሎ እቲ ኢንቫይሮንመንት ኩሉ ብኩሉ መጠን ፕሪፓር ክትገብሮ ኣለካ እዚ ሕጂ ነቲ እተወለደ ቆልዓ ጥራሕ ዘይኮነስ ዋላ ኣብቲ ናይ ሞንቲሶሪ ትምህርቲ ዝበሃል ስራሕና ከም መማህራን in fact መማህራን ኣይኮናን ንበሃል ዳይረክተርስ ኢና ንበሃል ነቲ ኢንቫይሮመንት ነዳልዎ why ልክዕ ከምቲ እቲ ቆልዓ ኣብቲ ማህጸን ከሎ ባዕሉ ትሽዓተ ወርሒ ዝዓቢ in ዘብል ነበረት ምስ ዝድልው ኢንቫይሮመንት ኣብ ካብ ማህጸን ምስ ወጸ ከኣ ንሕና ድሕሪ እቲ ኢንቫይሮመንት ኣዳሊናሉ ኮፍ ኢልና ንዓ ክንምህረካ ኣይንብሎን ኢና ባዕሉ ከይዱ ልክዕ ነታ ኢንቫይሮንመንት ክጥቀመላ እዩ ኣስዋይ ኮ ሓደ ህፃን ቆልዓ ፍሑ ክብል መዓስ ፍሑ ክብል ንሕና ይኮናን ዲክቴት ንገብር ወይን ባባ ወይን ማማ ክብል ከሎ ንሕና ይኮናን ዲክቴት ንገብር ወይን ብእግሩ ታተ ክብል ንሕና ይኮናን ዲክቴት ንገብር ዋይ ኣብ ውሽጡ ስለ ዘሎ ድሕሪ እቲ ኢንቫይሮንመንት ዘየዳለናሉ፣ እቲ ካበቢኡ ድሕሪ ዘየዳለናሉ ግን እንታይ ይኸውን እቲ ቆልዓ? ያ ኣለዉ እኮ ምስ ኣኻልብ ድሕሪ ውዒሎም ልክዕ ከልቢ ዝኾኑ ቆልዑት ከም ከልቢ ጎዩ ከም ከልቢ ውሕብሉ ልክዕ እዞም ፌሮ ችልድረን ዝበሃሉ ምስ ዶሮ ድሕር ኮይኖም ከምኡ ዶኩመንተሪ ዘለዎ ረእይዎ እቲ ከባቢኻ ይጸልወካ ሶ ንሕና ደሊብረድ ኮይና ከም መማሃራን ነቲ ኤንቫይሮንመንት ነዳልዎ ማለት እዩ ንሶ ንዝኾነ ነገር ከዓ ባይታ ክነንጽፍ ኣለና ኢላ ኣንተ ወይ ያ ድሕር ኣንጺፍና ሪስፖንስብሊቲ ወሲድና ወይን ሓላፍነት ወሲድና ድሕር እቲ ጉቡእ ኣዳሊና ግን ንስኺ ክትምርዓዊ ክትደልይ ኮለኺ ኦ ቅድሚ መርዓኻሲ ከምዚ እኮ ክትገብር ኣለካ ሰሚዐ ክትብሊ ኢኺ ኣበይ እየ ክኸይድ ኣብ ከምዚ ቦታ ክበሃል እዩ። So of course ትደልዪ ዲኺ ኢለ ዓንድሪ ሓቲተኪ yes ትደሊ ኢኻ ኩሉ ሰብሲ ንጽቡቕ ነገር ይደሊ ዋይ ውሽጡ ህርፋን ኣለዎ ልክዕ ከምቲ ቆልዓ ህርፋን ዘለዎ ንኽመሃር ዝኾነ ሰብ ከኣኒ ሓድሽ ነገር ክመሃር ይደሊ ሓዳሩ ክሓልም ከሎ እኮ ስፔሻሊ ደቂ ኣንስትዮ ምስ ዓበኹ ከምዚ ክምርዓወ ዋላ ገዛ ገዛ ክትፃወት ኮላ ንእሽተይ ቆልዓ እኮ ንምንታይ እያ ትሓስብ ዘላ ንሓዳር እኮ እያ ትሓስብ ዘላ ከይተፈለጣ እንተ ባንቡላ ትምሽጣ፣ ክዳና ትቕይረላ፣ ጓለይ ኢላ ተብል፣ ኣብቲ ክሽነ፣ ንእሽተይ ክሽነ መጻወቲ ኢሎም ዘብሉ ዘለዉ ንምንታይ ድዩ? ግን ኣብኡ ንተርፉ ኮይና። So ከም ወለዲ ነቲ መጻወቲ ንገዝኦ፣ ባንቡላ ክንድጻወቱ ንገብረን፣ ኣብቲ ናይ ብሓቂ ገዛ ገዛ ግን ኣይነ ኣይነዳለወና ኣለና ክንምስርት ኣለና እየ ዝብል ዘለኹ ኣነ ያ ኣነንቲ ባይታ ድሕር ተቐሪቡ ፀኒሖ ከዓኒ ናቹራሊ እዚ ሕጂ እዚ ንገብሮ ዘለና ቆይ So ብፍቅሪ ድሕር ኣቲኩሞ ብፍቅሪ ኣይኮነን ክውዳእ እቲ ክካየድ እቲ መርዓ ድሕር ኢልናስ already እዚኣ ዓባይ ትምህርቲ እያ ዘላ።
ቅድመ ምድላውስ ክግበረሉ ኣለዎ።
ክግበረሉ ኣለዎ so ኣበይ ኢና ክንከይድ ሕጂ ኣብቲ ናይ ሰለስተ ክፋል ዝገበርናዮ ማለት እዩ። ጓል ኣንስተይቲ እንታይ ክትገብር ኣለዋ ኣይ ኖ ዩ ኖ ባይ ዘ ወይ ብዙሕ መዓት ኮመንትስ እንድዩ መፅዩ ዘሎ እንታይ ሑጉስኒ ግን እቲ ዝበዝሕ ሓቂ ክዝብል እዩ ዋላ ደቂ ኣንስትዮ ዝፅሕፎ እዋ ከምዚ መስለኒ ነይሩ እዎ ሕጂ ደቀይ ክጥንቀቀ እዎ ከምዚ ክገብር እየ ዝብል ይበዝሕ ገሊኡ ገሊኡ ሰብ ከዓ እሞ ኩሎም ይርድኣክን እዩ ገለ ከዓ ዝብሉ ኣለዉ ሕጂ እንታይ ዘርእየካ እዚ ኣግሂድና ብጋህዲ ክንዛረብ ኣለና ከይተሰከፍና ታራ ናይ ጓል ኣንስተይቲ ኣሎ ተርገጺ ጓል ኣንስተይቲ ኮና ንብል ዘለና ታራ ናይ ወዲ ተባዕታይ ከኣ ኣሎ እንታይ እንታይ ክንገብር ኣለና ድሕሪ ኢልና እዚኢታት ደጋጊምና ክንሰምዖ ኣለና ንሓደ ወዲ ተባዕታይ ድሕር ደኣ ካብቲ ኔቸር ናቱ ናቱ ፍጥረት እቲ ናቱ ባህርያት ብሽም ምዕባለ ድዩ ብሽም ፌሚኒዝም ድዩ ብሽም ኩሉ እዚ ድሕር ደኣኒ ኣብቲ ናህና ክነእትዎ ወይን ኮንትሮል ክንገብሮ ደሊና ኣይክኸውንን እዩ ከምቲ ንደልዮ ሕጂ ኣብዚ ኮይነ ንጓለይ ይምህር ኣለኹ ኣነ ጓለይ ጓል ዕስራን ኣርባዕተን እያ ክልተ ኣሕዋት ግን ኣለዋ እቲ ሓደ ዕስራን ሸሞንተን እቲ ሓደ ዕስራን ሽዱሽተን ሕጂ ትማሊ ኣብ መንጎ ደው ኢለሎም ክመኽራ ከዓ ቀኒዐ ግን ንሳ ግን ኣብ ናይ መንፈሳዊ ዓለም ከኣላ ጃሓያል እያ ሕጂ እንታይ ትብለኒ ኡኡ ማሚ ኢልሃኒ ኣብቲ ናይ መንፈሳዊ ዓለም ድሕር ክምዕብል ኮይነሲ እቲ ናተይ ምክንያት ናይ ሂወት ክርዳእ ድሕር ኮይነሲ ኣብ ገዛይ ክጅምሮ ኣለኒ በሕዋተይ ከኣ ክጅምር ኣለኒ ኢላ ናይ ብሓቂ ጺሒፈላ ኣነስ ካልእ ክትምነይ ኣይክእልንየ ኢለያ እዚ ትብልኒ ዘለክን ትገብርዮን ዘለክንሲ ጽባሕ ድሕር ሞይተ ስርሐይ ወዲኤ ኣለኩ ማለትዩ። ቀጽልዮ እዛ ጓለይ ገለ ይብላ ሕጂ መጀመርታ ትበኣስ እያ ነይራ እውይ እዚ ኣርሲሕዎ እዚ ክሽነ ስኢላ ትሰደለይ ገለመለ ኣንቲ ጽባሕ ንግሆ ከ ክትምርዓዊ እኳ ኢኺ እቲ ኢምፖርታንት ኣጽርይዎ ኣርሲሕዎ ድዩ እቲ ቀዳምነት ዘሎስ ዋላስ ኣብቲ ናቱ ባህርያት ኮይንኪ? Remember ኢለ ባዕለይ ኣኻኢልሃኒ you know ሰይጣን ማሚ ኢልሃኒ ንሰብኡትና ክቐትል እዩ ዝደሊ ዘሎ ዝኾነ ዘርኢ ናይ ሰብኣይ ዝበሃልሲ ክጠፍእ እዩ ዝደሊ ዘሎ ኢልሃኒ ሓቅኺ እዛ ጓለይ ኢለያ እሞ ሕጂ በሕዋት ክጀምር እዩ ናይ ሓቂ ገሪምኒ ትማሊ ንእሽተይ ተጸሊኣኒ እምበር ባሚ ነቲ ዓቢ ሓወይ ኣንሶልኡ ሓጺበዮ ከምዚ ኮፍ ኢለ ኣዕሊለዮ ጽቡቅ ሕጂ ከኣ ናይቲ ማእከላይ ግበሪ እወ ሕጂ ደሓን ተቀሪጸ ስለ ዘለኩ ምግቢ ክገዝእ እዩ ወሪዳ ሽዑ ኡይ ርስሓት ከኣ ገዲፎሞ ኢለ ዘክሪ እንታይ ይብለኪ ነይረ ሕጂ ለይቲ እዩ ብክልተ ሰዓት ስለ ንፈላለየ ዘለና ሕጂ እሱ ድዩ ቀዳምነት ንዓኺ ከም ጓል ኣንስተይቲ ቀላል እያ ተጽርያ ንሱ ሓውኹ ከዓ ሾፒንግ ገይሩ ክመፅእ እዩ ኢለ ከም ገለ ኢለ ደዊለሉ ማም በጃ ከባ እዚ ገለመለ የእትው ኣሎ ኣብቲ ምግቢ ኣይተእቱ በልዮ ገለ ሽዑ ክካትዑ ጀሚሮም ዓፀዮም ዓፀዮም እንታይ ደኣ ምሽ ከምዚ ከምዚ ዕሊልና ደኣ እንታይ ደኣ ተኻቲዕኹም ከምዚ ከምዚ ኣነ እኮ ንጥዕንኦም ኢለ እየ ማሚ ኬሚካላት ዝነበሮ ገለ መለ ገዚኡ ይገብረሉ ነይሩ እቲ ደርሆ ዶ ገለ ኢልሃኒ ቀዳምነት ምሽለኪ እዛ ጓለይ ኢለ ሓቅኺ ማሚ እሞ ሕማቅ ዘይበልኩ ኢላሃኒ ኖ ሕጂ እንታይ እየ ኣነ ከመደ የብላ እየ ዘለኹ ሰብኣይ እንድዩ ከምኡ ክትብልዮ ኮለኺ ንሱ ናትኪ ስርሒ እሞ ይብለኪ ኣሎ ሰምዐኩም ነይረ እኮ ኣብቲ ስልኪ ልክዕ ከም ሰብኣይ ክርእየዮ ኢለ ኣኾርኽዮ ብዘይጠቅም ገዲፍልኩ ከ ከይዱ እሞ ሕጂ ሰሪሐዮ ኣለኹ ክበልዕ ዲ ኢላሃኒ ኖ ሕጂ ዳ ኦረዲ ትኣሽሞ ዓፂኽዮ እንዲኺ ኢለ ሸውሃቱ ዓፂኽዮ ኺ ሶ ኦኬ ማሚ ኦኬ ምገኑ ሕጂ ክድቅስ እየ ጉድ ናይት ገለ ኢልና ጉድ ናይት ተባሂልና ደቂስና ግን ብውሽጢ እንታይ ኢለ ኣትሊስት ይምህራ ኣለኹ ማለት እዩ የዳልዋ ኣለኹ ኤግዛክትሊ ንሳቶም ከዓ ከምኡ ሕጂ ከምዚ ፔሪዳ ክትሓምም ኮላ ትቕረፅ ገለ ስለ ዘላ እቲ ዓብ ወደይ ማም ንምንታይ ኣተዳልያ ዘይትፀንሕ እዚኣ ሓፍትና ብለኒ ቢኮዝ ንዕኡ ሽዑ እስከ እዚ ፓድ ግዝኣለይ ሕጂ ቾክለት ደስ ኢሉኒ ዶ ገለገለ ትብሎ ምሽ ከይዱ ግን ገዝኣላ ሽዑ ሓንቲ መዓልቲ መፂኡ እንታይ ኢሉኒ ማም ሕፍረት እኮ ዚልኒ ኣነ ወድስ ፓድን ገለን ክገዝእ ገለ ንዓ ንዓ ዝወደይ እስኻ ከዓ ፅባሕ ንጎ ንሰበይትኻ ትገዝኣላ ትኸውን ንጓልካ ትገዝኣላ ትኸውን ሰው ለይቲ ስለ ዝነበረ በዚ ደኺመ ኣለኹ መዓት ኣኼባታት ነይሩኒ ሎም መዓንቲ ባዕልኹም ትፈልጡ ኢለ መዓፀኹዋ ነይረ ግን ድል ብርት ክኾን ኣለኹ ብፍላጥ ከምዚኣ ድሕር ዛ ዕድል እዚኣ ድሕር ደይ ተጠቐምኩላ ብትዮሪ ክምህራ ክእል እንዴ ከምዚ ግበሪ ከምዚ ግበሪ ብትዮሪ ከዓ ወዲኣት እያ እወ ማሚ እዚ ፍረ እዚ ዘርኢ ናይ ሰብኣይ ዝበሃል ክጠፍእ ስለ ዝደሊ ዘሎ ሰይጣን ከምዚ ክገብር እየ ኣብ ተግባር ምስ መፀት ግን ካትዑ ጀሚሮም ሽዑ ንዕኡ ተዛሪበስ ወዲኤ ምጽውስ እዚ ሓንቲ ማለት እዩ ዳሕራይ ንዓኣ ከዓ ቀስ ኢለ ጽሒፈላ ማለት እዩ ሶ እዚ ዓይነት ትምህርትታት እዩ ዘድልይ ዘሎ ዩ ኖ ከይ ሓዋ ሕጂ እንታይ ኢለን እዩ ኣነ ነዚ ነዚ ናጊንግ እንታይ ናጊንግ ዝበሃል ብ- ብእንግሊ- ብትግርኛ ኝኝኝኝኝኝ ትብል ስቕ ኢላ ዘይጠቅም ገዲፈላ ከይደ ኣለኹ ንሱ ከዓ ቀስ ኢልካ ቀስኻ ከዓ ሓፍትኻ እያ ንዓኣ ከዓ ደኣ መን ደኣ ከም ዓብ ሓዊ ኮይኑ ከ ከብላ ክንፅመም ኣለና እንዳበልኩ ይኸይድ ኣለኹ ሶ እዚ ዓይነት ትምህርቲ ድሕር ወለዲ ክገብሩ ጀሚሮም ቅድም ቅድም እቲ ዓቢ ጌጋ ዘሎ ባይ ዘ ወይ ኣነ ዝረኣኹዎ በዓል ዓዲ እንግሊዝ ማለት እዩ ንደቆም ክሽነ ከማን ኣይእትውዎም እዮም ከርስዑልና እንዲዮም ዋ ከብሉና እንዲዮም ገምዚ ከምዚ እንዳበለ ኢና እንሶ ኣበይ ኮይኑ እቲ ገዛ ገዛ ዝፃወትሉ ነበሩ ቆልዑትሲ ኣብ ሪያሊቲ ዊን ኣብ እንታይ እዚ ሪያሊቲ ዝበሃል ናይ ብሓቂ ኣብ ክውንነት ዊን ኣብ ታሽሙ ከእትውዎ የስ ትማሊ ወደይን ጓለይን ተኻቲዖም ኣብ ክሽን እዮም እሞ እስኺ ናትኪ ዶሮ ግበራ ነናተይ ኣትሊስት ብኸመይ እዮም ግን ኣብኡ በፂሖም ካብ ብንእሽትኦም እምህሮም ስለ ዝነበርኩ ጓል ኣርባዕተ ዓመት ኮላ ጓለይ ዱኳ ተሰቒላ ሳላጣ ናይ ገዛ ትገብር ምእንቲ ኣብ ጋዝ ኣብ ገለ ኢለ ካይስከፍ ከዓ ኩሉ ሻዕ ኤሌክትሪክ እያ ገዛና ዋላ እቲ ኩከር ምእንቲ እቲ ወርክ ሰርፊስ እቲ ንሰርሓሉ ኤርያ ላስቲክ ገለ ኮይኑ ከይሓርር ገለ መለ ከዓ ኩሉ ብማርሞ ገይረኦ ኣይ ካይተሰኮፍኩ ምእንቲ ንእሳቶም ኣትዮም ንመሓዙቶም ድዮም ንነብሶም ድዮም ክኽእሉ ምእንቲ so ከም ከም ወለዲ ሲ ኣለዋ ድፈልጠን ኣዴታት ክሽነ ዝዓጽዎ ጺመን ዘእትዎም ንደቆም ኣብቲ ክሽነ ኣበይ ኮይኖም እዮም ክመሃሩ ኣበይ ኮሚታት ኦልሬዲ ኣዳልየ ነይረ ተዘይከውን ትማሊ እታ ዕድል ዝብላ ዘለኹ ኣይምረኸብኩን ማለት እዩ ንኸምዚኢታት ክምህር ያ ኢምፖርታንት እዩ ኸዓ እንታይ ኢልና ሰብኣይ ሲ ሪስፐክት ምግቢ ሰክስ የድሊ ኢልና ምግቢ ዓባይ ፓርት ናይቲ ናይቲ ሓዳር እያ ፈቲና ፀሊእና ኣበይ ኮይኑ እዚ ኮንፍሊክት ረዙሉሽን ዝበሃል እዚ ኩሉ ኣብ ክሽነ እያ ኢንፋክት ብዝኾነ ክትሪኦ ከለካ ሲ ዝኾነ ዓለም ምግቢ እንዳበላዕካ ቢዝነስ ዲልስ ክትገብር ከለካ ዝኾነ ንዓና ይበሎ ድራር ገለ እዩ ዝበሃል ኦረዲ እቲ ናይ ምግቢ ዓቢ ታራ ኣለዎ so ብከመይ ክንጅምር ድሕር ኮይኑ ከማንሲ ኣብ ክሽነካ ከመይ ኢና ሕጂ እዞም ሜይቢ ኣብ ባዕድና ዝዓበና ኣብ ኣፍሪቃ ዘለና ንክእሎ ንከውን ኣብ በዓል ኤሮጳ ዘለዉ እስፔሻሊ ኣብ ኤሮጳ ኣብ ኣሜሪካ ተወሊዶም ዝዓብዩ ቆልዑት ግን ኣብ ናይ ገዛ ስራሕሲ የለን ሶ ኦረዲ ብኡ ከማን ንጀምር ብሞንቲሶሪ እንታይ ኢና ንብሎ እዚ ናይ መሃሃራ ንብለኩም ዘለና ፕራክቲካል ላይፍ ኣክቲቪቲስ ንብሎ ፍሮም ሆም ቱ ሆም ሓደ ቆልዓ ካብ ገዝኡ መፅ ከሎ ናብቲ ትምህርቲ ልክዕ እቲ ኩሉ ኣብ ገዝኡ ዘሎ ኣብ ክሽንኡ ዘሎ ኣዳሊና ኣሎ ኣለና መዓልታዊ መፅኡ እልፊ ማይ ክኽዑ ውዕል ሸሓኒ ክሓፅብ ውዕል ላስቲጋይ ንገብረሎም ኢና ብኬሪ ገለ ኢና ንገብረሎም ሰትዮም ባዕሎም ሓጺቦም ኣብ ቦትኡ የእትውዎ ንክንበልዕ ድሕር ኮይና ባዕሎም እቲ ቴብል ሰት ገብሩ ዋላ ደቂ ክልተ ዓመት ጂዚ ብኬሪ ስለ ዝኾነስ ክሰብርዎ እንዲዮም እባሃል ምሽ ኖ እቲ ላይትነስ ኦፍ ታች ንብሎ ከመይ ገይሮም ቀሲሎም ከንብርዎ ከም ዘለዉ ሕጂ ኣብቲ ናይ ንሕና ብቲ ግቡእ ዳትስዋይ ንከምኡ ተማሂረ ኦረዲ እቲ ፕራክቲካል ላይፍ ንብሎ ካብ መጀመርታ ንምህሮም ኣለና ናይ ሎሚ ግን ከም ዋዛ ንወስዶ ኣለና ኣነ ክዓቢ ከለኹ ብዛ ዓድስ ኣብ ሜቢ ኣፍሪቃ ስለ ዝኾነ ኩሉ ክእል ነይረ ዋላ በጊዕ ተሓሪዳ ንዓይ ገድፍለይ ነይሮም ከም ቆልዓ ድሎተይ ገይረ ፀብሐይ ገይረ ኬክ ኣብዚ ዩጋንዳ ቀደም እንዳ ኬክ እንዳ ባኒ ነበረን መዓት ውግእን ገለን ስለ ዝነበረ ባኒ ባዕለይ ይሰርሕ ቲኔጀር ኣይበፃሕኩን ኬክ ካባይ ዝእዝዙ ግዜ ነይሩ እንታይ ጠቂሙኒ ግን ኩሉ ትኽእል ሕጂ ምጽናዕ ድንግሊዝ ምስ ኣተኹ ብኣ ንእሽተይ ኢኸ ከመይ ጌርኪ እዚእታት ትኽእልዮ ገለ መለ በሃል ሶ እቲ ናይ ገዛ ዕዮ ንብሎ ወይ ናብ ናይ ሞንቲሶሪ እቲ ፕራክቲካል ላይፍ ኣክቲቪቲዝ ንብሎ ወይ ግሬስ ን ከርትሲ ንብሎ ክዝውተር ኣለዎ ኣብ ገዛ ኦፍኮርስ ንሓንቲ ኣደ ወይ ንሓደ ኣቦ ባዕሉ ይሰልጦ ቅልጥፍ ኢሉ ዳሽሙ ክገብር ግን ኣብ ገዛ ዕዮ ክሳተፍ ከሎ ሓደ ቆልዓ ወይ ንሓደ መንእሰይ ነቲ ቅድም ቅድም እቲ ኢንዲፐንደንስ ይህቦ ኣሎ ጽባሕ ንጎ ናብ ሓዳሩ ከመይ ባት ኦልሶ እንታይ ንብል ብሞንትሶሪ ዱ ኖት ጊቭ ቱ ዘ ሃንድ ዱ ኖት ጊቭ ቱ ዘ ብሬን ዋት ዩ ዶንት ጊቭ ቱ ዘ ሃንድስ ፈርስት ንሓደ ቆልዓ ወይ ንዝኾነ ሰብ ናይ ሓንጎል ነገር ካይትነግሮ እንካይ ትዛረቦ ብኢዱ ካይተንከፉ እያ ዘላ እታ ዳይረክት ትራንስሌሽን ሕጂ ብኢድና ዝኾነ ነገር ክንገብር ኮለና ዋላ እቲ ሓንጎልና እዩ ዝድልድል ዘሎ ዋላ እቲ ሓንጎልና እዩ ሓድሽ ነገር ዝመሃር ዘሎ ሶ እታ ሕቶይ እንታይ እያ ኣብ ገዛ እንታይ ክንገብር ንኽእል ከመይ እዩ ናይ ክሽነና ከመይ እዩ ናይ ኣፃራርያና ክዳውንቲ ንሓፅብ ንዓፅፍ ምስትራር እሱ ኦረዲ ናይ ሓዳር እዩ ምስ ሓዳረይ መጀመርታ ዘበኣሰኒ እቲ ፍቕሪ እንዲ ነይሩ ባይዘወይ ፍቕሪ ፍቕሪ ፍቕሪ ፍቕሪ ሕጂ ደይትርስዓኒ እዮም እንዳ ኣውቶቡስ ሓንቲ ምሸት ምስ መሓዛይ ሰብኣያ ገለ ነይሮም ንሕና ተሓፂና እዩ ዘና ተሓፂና ኣለና ኣይተመርዓናን ኣነን ሰብኣይን ክንፋቶ መዓት ኢና ከመይ ክንበኣስ ከማን ኣይረኣየንን እዩ ዘሎ ጥምት ኣቢሎምኒ ትምርዕው ምስ ኣበልና ሓንሳእ ክንነብር ምስ ጀመርና ሽዑ ኣነ ብጣዕሚ ፅሪት እየ ከምዚ ወላ ናይ ኦሲዲ እዩ ሚን ትሮቦ ከዓ ናተይ ኮይኑ ወላ እቲ መጋረጃ ሰጥ ክብል ኣሎ ወላ እቲ ብኬርታት ከምዚ ክኸውን ኣለዎ ንሱ ከዓ ናተይ ኦፖዚት ቡን ሰቲ ገለ ነቲ ኩባያ ኣብቲ ልዕሊ ኮመዲኖ ገድፎ ንዕኡ ክትከፍት ከለካ እቲ ቡን ጃሕ ኢሉ ናብቲ እታ መጀመርታ ዘባኣሰህና ትዝከረኒ ኣብ ሶምና ኣብ ሓዳርና ንሱ እዩ ነይሩ ክሳብ ክንድዚ ከይተፋለጥኩም
ኤግዛክትሊ ዋይ ቢካዝ ንሕና በቲ ናይ ቃል ኪዳን ከይገበርካ ብሓንሳእ ኣይትነብርን ኢኻ በቲ ናይ መንፈሳዊ ዓለም ኢና ህና So ናይ ከምዚ ሕጂ ኣይኮነን ብሓንሳእ ስእልካ ትነብር ብሓንሳእ ካይ ተመርዓኻ but ዋላ ትነብር ኣለኻ ኮይንካ ሲ really እንታይ ዲ ኣብ ቆልዓ ምስ ወለድካ እዩ ዝርዳእካ ኮስ ሕጂ እታ ጓል ኣንስተይቲ ዋላ ፈትያቶ ፍቕሪ ሒዝዋ ኩሉ ትግበረሉ ንቲ ሰብኣይ ንኣብነት ቆልዓ ምስ ተወልደ ግን ናይ ቆልዑት ነገር ኣለዎ ትገብር እያ ኣብ ኣፍሪቃ እኳ ሓገዝቲ ኣለዉኻ ኣብ በዓል ኤሮጳ የለን በዓል ኣሜሪካ የለን ኩላ ባዕልኻ ኢኻ እንሶ ንዚ ጥራሕ ዘባእስ ሰብ ክንደይ እዩ ድሕር ሓደ ገዛ ጉዕዙ ኮይኑ ሓደ ገዛ ረሳሕ ድሕር ኮይኑ ከ ክላቶ ድኻ ትኸውን እቲ ሓንጎልካዊ ናይ ኣይዓርፍን እዩ ኣብ ስትረስ ኢኻ ትኣቱ ዘለኻ ሰልክዕ ከምቲ ንህፃናት ኣብ ቤት ትምህርትና ፕራክቲካል ላይፍ ኣክቲቪቲዝ ንብሎ ንዓበይቲ እውን እቲ ናይ ገዛ ገዛ ኢልና ንፃወተሉ መዓልታዊ እዚ ብቆልዑትና ከለና ናይ ብሓቂ ከመይ ኢና ዘለና ምግብና ክንሰርሕ ንኽእል ዲና ባይ ወይ ኣብ ናይ ምግቢ ክንኣቱ ቅድሚ ዓመስ ኣብ ናይ ወልፍታት ኣቲና ነርና ንዛረብ ኣብ ሓዳር ሕጂ ትዝ ኢሉኒ ሽዑ ባእ ኣነ ኩሉ ኣብ ምግቢ ተተሓሓዘ እዩ ዝብል ዝኾነ ነገር ናይ ኣእምሮ ሕማም ምስ ምግቢ ተተሓሓዘ እዩ ናይ ወልፊ ምስ ምግቢ ተተሓሓዘ እዩ ዋ ኢሎምኒ እወ እ ሓራቕ ሰብኣይ ሃራሚ ድሕር ኮይኑ ምግቢ ተተሓሓዘ እዋ እዚኣኻ ኩሉ ሻዕ ምግቢ ክትብል ኦኬ ቅድሚ ሕጂ ነጊሮኩም እየ ፓርላማ ተዓዲመ ነይረ ቅድሚ ክልተ ዓመት እዞም ደቅናስ ንምንታይ እዮም ዝተሓራረዱ ዘለዉ ተባሂሉ ኣይ ቲንክ ተዛሪብናሉ ነርና ኢና ደቂ ዓሰርተ ሓደ ዓመት እዮም ሎሚ ካራ ካብ ክሽነ ሰሪቖም ኣብ ቦርስኦም ሒዞም ዝኸዱ ዘሎ በዓል ዓዲ እንግሊዝ ብኣሰ ክትኮን ከላ ጣዕ እንጂ መንግስቲ እንግሊዝ ካ ውያ ትብል ዘላ እንተኮይኖም እዮም እዞም ቆልዑት ዝተሓራረዱ ዘለዉ ሕጂ ንኩላህና ሞያውያን ተጸዊዕና ንስኺ እንታይ ትብሊ ኢሎም ቅድሚ ምጽውዖም ማለት እዩ ኣነ ምግቢ ኢለዮም ከመይ ጌርኪ ሪሰርች ኣርእዩና ኢሎምኒ ሪሰርች ኣምጸሎም እዚ ድኣ ናይ ክንደይ ዓመት ዝነበረ እንድዩ ይኖ ኣመጋግባና ስጋዕ ኣብ ምቕታል ከማን ክንኣቱ ንኽእል ኢና ኣይከውን እዩ ን ኣምጸሎም ሪሰርች ከም ስርዓት ሪሰርች ተገበረ ኣብ ሓደ እስር ቤት ዝቃተሉን ዘብሉን ዝነበሩ ኣብ ክልተ መቂሎም ንቲኦም ቪታሚናት እንዳሃቡ መጋግብኦም ቀይሮም ኣይነገርዎምን ግን ነቶም ካልእ ግሩፕ ከዓኒ ከም ናይ ቀደሞም ቀፂሎምሎም ኣብ ሰሙን ነቶም ምግቢ ተቐየረሎምን ቪታሚናት ተዋሃብሎም ዚሒሎም እቲኦም ከዓ ቀፂሎም ማለት እዩ ሕጂ ኣብቲ ፓርላማ ክንዛረብ ከለና ኣሚኖምሉ ኦኬ ሰናይት ከኣ ከምዚ ትብል ኣላ ገለ ተባሂሉ ስምዑና ኢልዮም ምሽ ድራግ ድሕሪ ወሲዱ ሓደ ሰብ ሓንጎሉ እቲ ኬሚካል ኢሉ ይቕየር እዩ እወ መስተ ድሕሪ ሰትዩ ሓደ ሰብ ምሽ ይቕየር እዩ እወ እዚ ኩሉ ኣርተፊሻል ኬሚካላት ኣብ ምግብና ዝኣቱ ዘሎኸ እንታይ ይገብረና ኣሎ ውሽጢ እቲ ዋሕዲ ማዕድናታት ከ እቲ ዋሕዲ ቪታሚናት ከ ደቅና እንታይ ይገብሮም ኣሎ ሕጂ ኣብቲ ናይ ሓዳር እንዳተዛረብና ናይ ወልፊ ከዓ መፅኡ መዓት ሰብ ከዓ ክድውል ጀሚሩ እሞ ሰብኣየ ወልፊ ሕጂ ዓቕለይ ፀቢባህኒ ንዓይ እሞ ነቶም መደብና ሽዒለም እስኪ ክልተ ሰሙን ሃቡኒ ኣነ ከዓ ናይ ምግብን ናይ ወልፍን ክምህር ኢለ ምሂረ ማለት እንታይ እዩ እዚ ሕጂ ኣብ ኢድና ዘሎ ምሽ ዓንተወይ ማሕበረ ኮም ክንገብር ኣለና ገለ ገለ ገለ ክብል ጸኒሐ ኣብ ኢድና ዘሎ ከማንሲ ድሕር ድኣኒ እቲ ምግቢ ዝበልዖ ሰብኣይና ዊን ደቅና ሓሊና እዚ ኦረዲ ኣብ ጽቡቕ ተራ ንእትወ ኣለና ሶ ኩሉ ተተሓሓዘ እዩ ቀሊል ነገር ኣይኮነን ወሓለ ሰበይቲ ክትበሃል ኮላ ዊን እቲ ሰብኣይ እኮ ሓቂ ዘረባ ከምዚ ናይ ጓለይ እንድዩ ዳሓን ዳሓን ዳሓን ዳሓን ካብ ክሽነይ ውጻለይ ባዕለይ ሰሪሐሉ ኣለኹ ኢላኒ ዋይ ቢኮዝ እሱ እሳ እንታይ እያ ትደሊ ዘላ ንዕኡ ልክዕ ከምቲ ናታ ወይ ከምቲ ናተይ ሸሓኒ ሓጺቡ ማሕማሕ ኣቢልዎ እሱ ምግቢ ሰራሕ ኣሎ ሾፒንግ ይኸይድ ኣሎ ካብኡ ንዮ ግን ካልእ ኣይትጸበይ ድሕር ጀስት ሰብኣይ እዩ ኣይክእሎን እዩ ይፍትን ኣሎ ግን ኣነ ግን እቲ ኮንፊደንስ ናቱ ክሰብሮ ስለ ዘይደሊ ሓፂበየ ምስ በለኒ ከይደርኤ ከይርኣየኒ ከሎ ከኣ ደጊመ ሓጺበ ባዕለይ ከኣ ዋይ ከስታ ናቱ ኮንፊደንስ ከብለላ ስለ so ከይተፈለጠና ኣበይ ኣቲና ኣለና መሲልኩም እታ ኣብ ኢድና ዘላ ብኸመይ ክንጅምር ንኽእል ምግቢ ሰሪሕና ንኽእል ዲና ኣሳሪርና ንኽእል ዲና ወልዊልና ንኽእል ዲና ሓጺብና ንኽእል ዲና ኣብ በዓል ኣፍርቃ ዘለው ወላ ሰራሕተኛ ይግበርኦ ቅድሚ ሕጂ ተዛሪብና ኔርና ክብረት ድዩ ነቲ ሰብኣይ ሰራሕተኛ ክትገብረሉ ሕሉፍ ሓሊፉ ኣብዚ ናይ ኣሪቪዲክ መዲሲን ዝበሃል ኣሎ ናይ ከምዚ ናይ ቻይኒዝ መዲሲን ዝበሃል ናይ ኣሪቪዲክ መዲሲን ከዓ ናይ ዓዲ ሂንዲ እዩ ብዓዶም ግን ፕራክቲስ ዝገብርዎ ምስ ከዓ ሕጂ ይሰርሕ እዩ ከዓ ሕጂ ንቁሩብ ግዜ ኮርስ ወሲደ ነይረ በዚሑኒ ግን ኣብ መንጎ ቆሪፀዮ እታ መምህርና እንታይ ትብል ነይራስ ተጠንቆቁ መን እዩ ምግብኹም ዝሰርሕ ንምንታይ እቲ ናይቲ ሰብ መንፈስ እቲ ናቱ ኤነርጂ ሕጂ ብሳይንስ ኤነርጂ እዩ ዝበሃል እቲ ናይቲ ሰብ ኤነርጂ ናብቲ ምግቢ ስለ ዝሓልፍ So ኣብ ክሽነ ክትኣትዉ ከለኹምሲ ቅዱስ ቦታ ከም ዝኾነ ጌርኩም ርኣይዎ። Because በቲ ናይቲ ሰብ ዝሰርሕ ሓራቕ ሰብ ድሕር ኮይኑ እቲ ሕርቃኒኻ መሊስካ ናብቲ ናብቲ ምግቢ ተሕልፎ ዘለኻ።